ሰላም ከመይ ትኾኑ ክቡራት ተኸታተልቲ ሲኤም ኤክስትራ ሾው ዕለታዊ ዜና ስፖርት ሒዝናልኩም ቀሪብና ኣለና ምክትታልኩም ብክብሪ ንዕድም ኢሳ መግትኢ ተሳኢንዎ ኣብ ሸሞንተ ተኸታታሊ ግጥማት ፕሪመር ሊግ ሸቶ ዘቑፀረ ክብል ክብሪ ረኪቡ። እዚ ወዲ ዕስራን ሓሙሽተን ዓመት መንእሰይ ኣቐዲሙ ኣብ ሸውዓተ ተኸታተልቲ ግጥማት ሸቶ ምስ ዘመዝገቡ፣ ኣለን ሸረር ካብ መስከረም ክሳብ ሕዳር ሽሕን ትሽዓተን ቲስዓን ሽዱሽተን ከምኡ ውን ጆን ዊለር ካብ ሚያዝያ ክሳብ ግንቦት ክልተ ሽሕን ዓሰርተ ሓደን ዩ ተመዓራርዩ ፀኒሑ። ብሓፈሻ ኢሳቕ በዘን ኣብ ሸሞንተ ተኸታተልቲ ግጥማት ዘመዝገበን ሸቶታት ኣብ ታሪኽ ፕሪመር ሊግ ምስ ናይ ቅድም ተፃዋታይ ማን ዩናይትድ፣ ናይ ሕጂ ዓላም ሌስተር ሮድ ቫን ኒስተልሮይ፣ ኣጥቃዓይ ሊቨርፑል ዝነበረ ዳኒኤል ስትሪጅን ከምኡ ናትካ ዒብ ሌስተር ሲቲ ጂሚ ቫርዲ እንተመዓራሪዩ'ሎ። ወዲ ዕስራን ሸሞንተን ዓመት ተጻዋታይ ሌስተር ሲቲ ቫርዲ ኣብ ክልተ ሽሕ ዓሰርተ ሓሙሽተ ኣብ ዓሰርተ ሓደ ግጥማት ሸቶ ብምቑጻሩ እቲ ዝነውሐ ተኸታታሊ ግጥማት ሸቶ ዘመዝገበ ኮይኑ ይቕጽል ኣሎ። ቫን ኒስተልሮይ'ውን ኣብ ክልተ ሽሕን ሰለስተን ኣብ ዓሰርተ ተኸታተልቲ ግጥማት ሸቶ ብምቑጻሩ ድሕሪኡ ይስራዕ። በዚ ከኣ ብዘርእዮ ዘሎ ልዑል ሸቶ ናይ ምቑጻር ዓቕሚ ብሉጽ ጸወታ ቀልቢ ብዙሓት ክለባት ስሒቡ ዘሎ ኢሳቕ ነዞም ኣብ ቅድሚኡ ዘለዉ ክልተ ተጻወቲ እናቋመ እቲ ነዚ ክብረወሰን ናይ ብሕቶ ክገብሮ ትጽቢት ይግበረሉ። ናይ ዝሓለፈ ወርሒ ታሕሳስ ብሉጽ ተጻዋታይ ፕሪመር ሊግ ዝተሰምየ ኢሳቕ፣ ኣብዚ እዋን ዓሰርተ ሓሙሽተ ሸቶታት ናይ ሊግ ኣመዝጊቡ ንዝለዓለ ምዝጋብ ሸቶ ይወዳደር ኣሎ። ብቕደም ተኸተል ዓሰርተ ሸሞንተን ዓሰርተ ሽዱሽተን ሸቶታት ኣመዝጊቦም ዘለዉ ሳላሕን ሃላንድን ጥራይ ቅድሚኡ ይስርዑ። በዚ ሒዝዎ ዘሎ ቁመና እንተቐጺሉ'ውን ኣብ ምዛምዛ ወቕቲ ወርቃዊ ጫማ ፕሪመር ሊግ ዘይዓትረሉ ኣብነት የለን። ኣብዚ እዋን ልዕሊ ዝኾነ ተጻዋታይ ልዑል ኣድናቖት ዝውሕዞ ዘሎ ኣሌክሳንደር ኪኖ ሸቶ ምምዝጋቡ ንደቂ ጋንትኡ ናይ ሸቶ ዕድል ብምፍጣር ዛጊት ኣብ ዕስራን ክልተን ዝተፈላለዩ ግጥማት ኣርባዕተ ናይ ሸቶ ዕድል ሃንዲሱ ኣሎ። እዚ ካብቶም ከም በዓል ሃላንድ ዝኣመሰሉ ሸቶ ናይ ምምዝጋብ ጥራይ ልዑል ዓቕሚ ዘለዎም ኣጥቃዕቲ ዘፈለዮ ብቕዓት እዩ። ኢሳቕ ካብቲ ጠማት ተጻዋታይ ገይርዎ ዘሎ ምኽንያት ዝውንኖ ምልከት ኩዕሶን ዝፈጥሮ ናይ ሸቶ ዕድላትን ኪኖንያ ማእከላት ከኣ'ዩ ኣብ ዝተፈላለየ ቦታ ሳልሳይ ርብዒ ሜዳ ክስለፍ ዝኽእልን ንኣሰልጣኒኡ ኣማራጺታት ዝፈጥርን መጋጥምቱ ጸቕጢ ዝገብር ጻዕራም ተጻዋታይ ሓደ ንሓደ ተጻዋታይ ክሓልፍ ዘይሽገር ኣብ ሳጹን ቀላዕ መቕጻዕቲ ንዝረኸቦ ዕድል ዘይምሕር ሓደ ነጥቢ ትስዓን ሰሰን ሜተር ቁመት ስለዝውንን ከኣ ብላዕሊ ንዝመጽኣ ኳዕሳ ስሁል ርእሱ ገጩ ከመዝግብ ዝኽእል ብምዃኑ'ዩ ልዕሊ ኩናይ እዚ እዋን ዘመናዊ ጥቃዓይ ተጸውዖ ድማ ብሉጽ ባህሪኡ'ዩ። ድሕሪ እቲ ጸወታ ሓደ ካብ ክብረ ወሰናቱ ብኢሳቕ ዝተሰበረ ኣለን ሸረር ከወድሶ'ዩ ተሰሚዑ። ምሉእ ኣጥቃዓይ፣ ኣብ ምሉጽ ቁመና ዝርከብ ብዝኾነ ደው ከብሎ ዘይክእል ክብል ከኣ ብዘይ ቀልዓለም ገሊጽዎ። እዚ ናይ ቅድም ምሉጽ ኣጥቃዓይ ኢሳቕ እቲ ዝድለ ርእሰ ተኣማንነት ረኺብዎ ኣሎ። ክእለት ከም ዘለዎ ኣየጠራጥርን። ኣብ እዋን ምክልኻል ኣሎ። ብሓፈሻ ኩሉ ጸወትኡ ብሉጽ'ዩ። ንዕኡ ንምሓዝ ከቢድ እዩ ክብል እውን ሒዝዎ ዘሎ ቁመና ተኸታተልቲ ዝብድህ ብምዃኑ የረድእ። ንኽትገዝኦ ልዑል ኣብ ባንኪ ዘሎ ገንዘብ እዩ ዘድልየካ ዝበለ ናይ ቅድም ተጻዋታይ ቶተንሃም ኣሮን ሎንን ብወገኑ ኣብ ዓለም ምሉእ ዘለዋ ክለባት ንዕኡ እየን ዝጥምታ ዘለዋ፣ ዝኾነ ክገብር ዝኽእል ተጻዋታይ እዩ ክብል ገሊጽዎ። ኣብ ሪያል ሶሴዳድ ወዲ ጋንትኡ ዝነበረ ሓላዊ ጉዳት ኣሌክስ ረሚሮ ከኣ ኢሳክ ዓቢ ዓቕሚ ዘለዎ ኣዝዩ ጎራሕን ተጻወቲ ዘታልልን ምባል እዩ። ኣጥቃዓይ እዩ፣ ኣብ ኩሉ ደረጅኡ ብሉጽ እዩ፣ ቅልጣፈኡ ኩዕሶ ናይ ምኹብካብን ናብ ናጻ ቦታ በሲዕካ ናይ ምሕላፍን ዓቕሙ ልዑል እዩ፣ ዓቕሙ ደረት ኣልቦ እዩ፣ ህንጡይነቱ ብፍላይ ቀሪብካ ምስ ትፈልጦ ኢኻ ትርድኦ ኢሉ። ኢሳቕ ዛጊት ኣብ ዝወቕቲ ኣብ ዒስራን ሰለስተን ዝተፈላለዩ ግጥማት ዓሰርተ ሸውዓተ ሽቶታት ኣመዝጊቡ ኣሎ። ኣብ ክራማት ናብተን ዝሃድንኦ ዘለዋ ክለባት ክኸይድ ከም ዝኽእል እውን ይግለጽ፣ ብፍላይ ስሙ ምስ ኣርሰናል ብቐረባ ተኣሳሲሩ ይለዓል ኣሎ። እንተ'ታ ብምልሶ ንዓሰርተ ኣዋርሕ ካብ ንጥፈታት ኩዕሶ እግሪ ተኣልዩ ዝነበረ ኣካፋላኣ ሳንድሮ ቶናሊ'ውን ጎልቢታ ዘላ ኒውካስል ሚእትን ሓምሳን ሚልዮን ፓውንድ ለጢፋትሉ ኣላ። ያማል ዝበለፀ ተፃዋታይ ዓለም ጋቪ ኣካፋሊ ባርሴሎና ጋቪ ወዲ ጋንቱ ላሚን ያማል ድሮቲ ዝበለፀ ተፃዋታይ ዓለም ከምዝኾነን ምስ መሲ ግና ከምዘይወዳደር ገሊፁ። ሓደ ካብቶም ናብዚ እዋን ዝበለፁ ተፃወቲ ምዃኑ ዝእመነሉ ያማል ኣብ ሃገራዊት ጋንታ ስጳኛ ዋንጫ ኤውሮጳ ክልተ ሺህ ዓሰርተ ኣርባዕተ ክዓትር እንከሎ ኣብ ክለቡ ባርሴሎና ከዓ ኣዝዩ መሳጢ ብቕዓት የርኢ ምህላዉ ይፍለጥ። ወርቃዊ መንእሰይ ዝርከቦም ዝተፈላለዩ ውልቃዊ ሽልማት ክዓትር እውን ክኢሉ እዩ። ኣብ ባርሳን ስጳኛን መጻወቲ ያማል ዝኾነ ጋቪ፣ ንዓይ ድሕሪ መሲ እቲ ዝበለጸ ተጻዋታይ ያማል እዩ። ኣዝዩ ተበግሶ ተዓሊሉ ናይዚ እዋን ዝበለጸ ተጻዋታይ እዩ። እንተኾነ ምስ መሲ ውድድር ዕሽነት እዩ፣ ምኽንያቱ ኩሉ ግዜ ሓደ መሲ ጥራይ እዩ ዘሎ። መሲ ፍሉይ እዩ፣ ልክዕ ከምቲ ሓደ ዛቪ፣ ኢኔስታን ቡስኬትን ማለት እዩ። ንሕና ከኣ ናትና መገዲ ክንጸርግ ኣለና ኢሉ። ባርሳ ኣብቲ ፍርያት ኣካዳሚኣ ላ ማሲያ ዝኾኑ መሲ፣ ዛቪ፣ ኢኔስታ፣ ቡስኬትን ካልኦትን ዝነበሩሉ እዋን እቲ ዝበለጸ ግዜ ምሕላፋ ይዝከር። ኣብዚ እዋን ከኣ ዝበዝሑ ፍርያታ ዝኾኑ ያማል፣ ፐድሪ፣ ጋቪን ካልኦትን መንእሰያት ተጻወትቲ ሒዛ ናብቲ ወርቃዊ ግዜኣ ክትምለስ ከምእትኽእል ይግለጽ። ዘለዋ ፋይናንሳዊ ማሕንቖ መሰናኽል እንተዘይኮይኑዋ። ሰበ ስልጣን ስዑዲ ዓረብ ንሳላሕ ይሓባብሉ። ሰበ ስልጣን ስዑዲ ዓረብ ነቲ ኣብ ሊቨርፑል ኣብ ናይ መወዳእታ ዓመት ውዑል ዘሎ መሓመድ ሳላሕ፣ ዝመጽእ ክረምቲ ናብ ስዑዲ ዓረብ ንምስግጋር ኣብቲ ውሽጢ ክልተ ዓመት ስፖርት ጥራይ ዝሰርሖ ሓሙሽተ ሚልዮን ፓውንድ ክኸፍልዎ ተዳልዮም ምህላዎም ተሓቢሩ። ቱርኪ ኣል-ኣሺኪን ዝተባህለ ጸላዊ በዓል ስልጣን ሳላሕ ማልያ ኣል-ሂላል ለቢሱ ኤዲት ብምግባር እዩ እንከሎ ዘርኢ ስእሊ ኣብ ማሕበራዊ መራኸቢ ብምልጣፍ ነቲ ኣብ ዘይተነጸረ መጻኢ ዘሎ ተጻዋታይ ንምስዳዕ ይሰርሑ ብምህላዎም እእንፊቱ'ሎ። ኣርሰናል ኣንጻር ዓበይቲ ክለባት ረቡዕ ምሸት ንቶተንሃም ኣብ ሜዳ ዓዲማ ክልተ ብ ሓደ ዝሰዓረት ኣርሰናል ዋላ እኳ ኣብ ዝሓለፈ ክልተ ዓመት ስፖርት ኣብ ዱርኪ ክብሪ ዋንጫ ምልዓል በጺሓ ክንሳ ብማን ሲቲ እንተተመንጠለት ኣንጻር እተን ሓሙሽተ ዓበይቲ ክለባት ፕሪመር ሊግ ንባዕላውን ሻፍቸይቲ ዓባይ ክለብ እያ ዝጽውዓ ጋንታታት ግን ጽቡቕ ታሪኽ እዩ ዘለዋ ሽዱሽተ ዓበይቲ ክለባት ፕሪመር ሊግ ዝበሃላ ማን ሲቲ ማን ዩናይትድ ሊቨርፑል ቸልሲ ቶተንሃም ኣርሰናል እየን ኣርሰናል ኣንጻር እዘን ክለባት ኣብ ዘካየደቶ ናይ መወዳእታ ዓሰርተ ሽዱሽተ ተኸታተልቲ ግጥማት ዛጊት ኣይተሳእረትን ኣላ። እዛ ጋንታ ብ ዕስራን ሽዱሽተን ሚያዝያ ክልተ ሽሕን ዕስራን ሰለስተን በታ ኣብ ዝሓለፋ ክልተ ወቕትታት ተስፋኣ ዝቐሃመት ማን ሲቲ ኣርባዕተ ብ ሓደ ምስ ተሳእረት ዛጊት በዘን ክለባት ኣይተደፍረትን ዘላ። እዚ ማለት ክሳብ ትማሊ ን ሽዱሽተ ሚሳሳት መዓልታት ትረትዓ ክለብ ኣይተረኽበትን። በቲ ናይ ረቡዕ ምሸት ዓወት ነጥባ ናብ ኣርባዓን ሰለስተን ክብ ኣቢላ ዘላ ኣርሰናል ካብ መራሒት ዘላ ሊቨርፑል ብ ኣርባዕተ ነጥቢ ጥራይ ድሒራ ካልኣይ ደረጃ ሒዛ ኣላ። ሊቨርፑል ግን ሓንቲ ጎደሎ ጸወታ ኣላታ። ኣርሰናል ኣንጻር እዘን ዓበይቲ ክለባት ዘለዋ ጽቡቕ ጉዕዞ እንተቐጺላቶን ኣብተን ቀለልቲ ዝመስላ ግና ነጥቢ ዘጥፍኣለን ዘላ ጸወታታት ዝያዳ እንተረቢሓን እዚ ወቕቲ መባልዕታ ክኸውን ይኽእል'ዩ። ጽዋእ ፕሪመርሊግ ካብ ዘይትሰቅል ልዕሊ ዕስራ ዓመታት ኣቑጺሩ ዘሎ ከብሒ ዋናጩዋ ከኣ ዳግማይ ክትሰቕለሉ እቲ ዝሓሸ እዋን ይመስል። ምኽንያቱ ናይ ዝሓለፉ ክልተ ዓመተ ስፖርት ቀንዲ መወዳድርታ ዝነበረት ካብ ድሕሪት ተበጊሳ ዋናጩ ዝመንጠለታን ማንሲቲ ብቕዓታ ጎዲሉ ሰንከልከል ትብል ብምህላዋ መራሒት ዘላ ሊቨርፑል ሒዛቶ ዘላ ቁመና ብዘይምርሳዕ ይኹን እምበር እተን ድሒረን ዝተበራበራ ኖቲንግሃምን ኒውካስልን ከምኡ'ውን ኣብ ዝሓለፉ ሓሙሽተ ግጥማት ፕሪመር ሊግ ኣንፈት ዓወት ጠፊእዋ ዘሎ ቸልሲ ቀለልቲ ዘይምዃነን ክርሳዕ የብሉን። እታ ካብ ኣርሰናል ብሸሞንተ ነጥቢ ድሒራ ዘላ ማን ሲቲ'ውን ነዚ ተበላሽዩ ዘሎ ቁመናኣ ናብ ንቡርን ተመሊሳቶ ተወዳዳሪት ክትከውን ከምእትኽእል ኣብ ግምት ክኣትው ኣለዎ። ምኽንያቱ ኣብ ፍርቂ ዓመተ ስፖርት ዝተነጸፈላ ፍልልይ ኣጽቢባ ናይ ምዕዋት ልምዲ ዘለዋ ብምዃና። እዚ ኮይኑ በቲ ኣብ ዝሓለፉ ክልተ ዓመታት ኣብ መንጎ ኣርሰናልን ማን ሲቲን ጥራይ ተሓጺሩ ዝነበረ ፕሪመር ሊግ ሎሚ ዓመት እቲ ዝበለጸ ተወዳዳርነት ይረኣዮ ኣሎ። ካብ ግምት ወጻኢ ተወዳደርቲ ኖቲንግሃምን ከምኡ'ውን ምብርባር ኒውካስል ድማ ተወሳኺ ቀመም ኮይንዎ ኣሎ። ካይል ዎከር ናብ ኤሲ ሚላን ክምርሕ'ዩ። ኢጣልያዊ ክለብ ሰሪኣ ኤሲ ሚላን እንግሊዛዊ ናይ ክንፍ ተጻዋታይ ካይል ዎከር ንምፍራም ኣብ ዝርርብ ከምዘላ ይግለጽ። ክለብ ኤሲ ሚላን ነዚ ተጻዋታይ ክሳብ ክልተ ሽሕን ሸውዓተን ንምፍራም ምስ ካይል ዎከር ብውልቃዊ ስምምዕ ክትበጽሕ ከም ዝተቓረበት እዛ ኣትለቲክ ሓቢራ። እዚ ከምዚ ኢሉ እንከሎ ካይል ዎከር ምስ ማንቸስተር ሲቲ ዝነበሮ ውዕል ንምፍራስ ኣብ ዝርርብ ከም ዘሎ ይግለጽ። እዚ ወዲ ሰላሳን ኣርባዕተን ዓመት ናይ ክንፊ ተኸላኻላይ ካይል ዎከር ኣብዚ ወርሒ ካብ ማንቸስተር ሲቲ ክወጽእ ከም ዝደሊ ብወግዒ ከም ዝገለጸ ይፍለጥ። ኤርሊንግ ሃላንድ ነዊሕ እዋን ዝጸንሐ ውዕል ፈሪሙ። ክለብ ማንቸስተር ሲቲ ኖርወጃዊ ኣጥቃዒ ኤርሊንግ ሃላንድ ናይ ነዊሕ እዋን ውዕል ከም ዘፈረመቶ እዛ ኣትለቲክ ሓቢሩ። ኤርሊን ሃላንድ ክሳብ ክልተ ሽሕን ሰለሳን ኣርባዕተን ኣብ ማንቸስተር ሲቲ ናይ ትሽዓተ ዓመት ፈረቓን ውዕል ፈሪሙ። እዚ ወዲ ዕስራን ኣርባዕተን ዓመታት ከኣ'ዩ ኤርሊንግ ሃላንድ ዝበዝሕ ናይ ኩዕሶ እግሪ ህይወቱ ኣብ ማንቸስተር ሲቲ ከሕልፎ ከም ዝወሰነ ይግለጽ። ሃላንድ ኣብታ ክለብ ልዑል ደሞዝ ይረክብ ከም ዘሎ ዝግለጽ ኮይኑ፣ እቲ ሓድሽ ውዕል ቅድሚ ሕጂ ዝነበረ ውዕል ንምቁራጽ ዝሕግዝ ዓንቀጽ ከም ዘጠቓልል ይግለጽ። ነይማር ምስ ኣል ሂላል ክፋላለ እዩ። ብራዚላዊ ኣጥቃዓይ ነይማር ውዕሉ ንምፍራስ ምስ ክለብ ኣል ሂላል ክፋላለ ይዛረርብ ከምዘሎ ይግለጽ። ክለብ ኣል ሂላል ብሰንኪ ልዑል ደሞዝ ምስ ነይማር ዝፈላለየሉ መንገዲ ንምድላይ ይቃለስ ከምዘሎ ይግለጽ። ኣሜሪካዊት ክለብ ቺካጎ ንነይማር ንምፍራም ድሌት ከምዘለዋን ነቲ ኩነታት ብቐረባ ትከታተሎ ከምዘላን ይግለጽ። እንተኾነ ፋብሪዝዮ ሮማኖ ነይማር ኣብዚ እዋን ምስ ቺካጎ ክዘራረብ ተገዳስነት ከምዘይብሉ ገሊጹ። ኣርቴታ ኣጥቃዓይ ክነፈርም ኣለና። ኣሰልጣኒ ክለብ ሰሜን ለንደን ኣርሰናል ሚኬል ኣርቴታ ኣብዚ ወርሒ ንጋንትኡ ንምሕያል ይፍትን ከምዘሎ ኣፍሊጡ። ኣሰልጣኒ ሚኬል ኣርቴታ ኣብዚ ወርሒ ሓደ ተጻዋታይ ከፍርም ከምዝደሊ ብግልጺ ክገልጽ ንመጀመርያ ግዜ ምዃኑ ይንገር። ኣሰልጣኒ ሚኬል ኣርቴታ ኣብዚ እዋን ዝኾነት ክዓ የብልናን ዝበለ ኣሰልጣኒ ሚኬል ኣርቴታ ቅኑዕ መፍትሒ ንምርካብ ንሰርሕ ከምዘለናን ናይ ቅድሚት ኣጥቃዕቲ ከነሐይልን ከምዘድልየናን ገሊጹ። ክልተ ዓበይቲ ኣጥቃዕቲ ቡካዮ ሳካን ጋብሪኤል ጀሱስን ስኢንና ኣለና፣ ሓደስቲ ተጻወትቲ ድማ የድልዩና ኣለዉ። ኣርቴታ ብዛዕባ ውድድርን ፍኽክርን ዋንጫ ክዛረብ ከሎ ጸወታታት ምዕዋትን ካልኦት ጋንታታት ነጥቢ ብምጥፋ ምጥቃምን ኣገዳሲ እዩ፣ ከምኡ'ውን ከም ጋንታ ኣብ ዝበለጸ ብቕዓት ክንህሉ ኣለና ኢሉ። ከም ሜሲ ዝኣመሰለ ተጻዋታይ የለን፣ ጓርድዮላ። ሃላንድ ፍቕሪ ናይ ማን ሲቲ ኣለዋ። ሃላንድ ኣብ ምምዝጋብ ሸቶ ጥራሕ እዩ ምስ ሜሲን ሮናልዶን ዝወዳደር። ኣሰልጣኒ ማንቸስተር ሲቲ ፐፕ ጓርድዮላ ወሳኒ ተጻዋታይ ኤርሊንግ ሃላንድ ብሓድሽ ናይ ዓሰርተ ዓመት ውዕል ምፍራሙ ንፍቕሪ እታ ክለብ ዘርኢ'ዩ ኢሉ። ፐፕ ጓርድዮላ ዝመጽእ ሰንበት ኣንጻር ኢፕስዊች ታውን ቅድሚ ጸወታ ምክያዱ ብጋዜጠኛታት ብርክት ዝበሉ ሕቶታት ተሓቲቱ ነይሩ። ገለ ካብቲ ሕቶታት ብኸምዚ ዝስዕብ መሊስዎ፣ ከም በዓል ኤርሊንግ ሃላንድ ዝኣመሰለ ተጻዋታይ ንዓሰርተ ዓመት ከፈርም ከሎ ነታ ክለብ ክሳብ ክንደይ ከም ዘፍቅራን ከም ዝኣምናን ዘርኢ'ዩ። ኣነ ዝመጽእ ዓመት ኣብ ማን ሲቲ እንድሕር ጸኒሐ ዓሰርተ ዓመት ክመልእ'የ፣ ስለዚ ሃላንድ ካባይ ንምብላጽ ተወሳኺ ኣብታ ጋንታ ክጸንሕ ክግደድ'ዩ። ሃላንድ ናይዚ ሕጂ ዘሎ ወለዶ ልዮነል መሲ ኣይኰነን፣ ከነጻጽሮም ኣይትኽእልን ኢኻ፣ ክልቲኦም ተጻወትቲ ፍጹም ዝተፈላለዩ እዮም፣ ብቑጽሪ ሸቶታት ማዕረ ክዀኑ ይኽእሉ እዮም፣ ከም ሊዮኔል ሜሲ ዝኣመሰለ ተጻዋታይ ግን የለን። ሊዮኔል ሜሲን ኤርሊንግ ሃላንድ ዝተፈላለየ ክእለት ኣለዎም። ሜሲ ኣብ ዝተፈላለየ ቦታታት ክጻወት ይኽእል እዩ፣ ንደቂ ጋንትኡ ድማ ብዙሕ ክገብር ይኽእል እዩ። ሊዮኔል ሜሲ ንዓይ ዘይሰዓር ተጻዋታይ እዩ፣ እንተኾነ ክርስትያኖ ሮናልዶ ዝያዳ ዝቐርቦ ይመስለኒ። ሜሲን ሮናልዶን ኣብ ውሽጢ ዓሰርተ ሽዱሽተ ዓመት ብዙሓት ሸቶታት ብምምዝጋብ ብዙሕ ዓወታት ብምምዝጋብን ተመሳሳሊ እዮም። ኤርሊንግ ሃላንድ ከም ሊዮኔል ሜሲን ክርስትያኖ ሮናልዶን ክኸውን ዝኽእል ብሸቶታት ብምምዝጋብ ጥራይ እዩ። ፒኤስጂ ብወግዒ ሓደ ተጻዋታይ ፈሪማ። ፈረንሳዊት ክለብ ፒኤስጂ ንጆርጅያዊት ቀያይ ክቫራትስክሊያ ከም ዘፈረመቶ ብወግዒ ኣፍሊጣ። ፒኤስጂ ነዚ ተጻዋታይ ብ ሰብዓ ሚልዮን ፓውሮ ናይ ሓሙሽተ ዓመት ውዕል ከም ዘፈረመቶ ተገሊጹ። እዚ ወዲ ዕስራን ሰለስተን ዓመታት ቀያይ ክቫራትስክሊያ ኣብ ፒኤስጂ ቁጽሪ ሸውዓተ ማልያ ክለብ ምስ ምዃኑ ተገሊጹ። ድሕሪ ምፍራም ክቫራትስክሊያ ብዛዕባ ፒኤስጂ ብዙሕ ጽቡቕ ነገራት ከም ዝሰምዐን ኣብዚ ብምህላዉ ከም ዝሕበንን ገሊጹ። ጆርጅያዊ ኣጥቃዓይ ክለብ ናፖሊ ኪቪቻ ክቫራትስክሊያ ብዕሊን ደገፍቲ ናፖሊ ተሰናቢቱ ቅድሚ ክልተ መዓልቲ ናብ ጋንታ ፓሪስ ሰንት ጀርመን ክጽንበር ኣብ ስምምዕነት ዝበጽሐ ክቫራትስክሊያ ኣብ ኢንስታግራም መልእኽቱ ብምሕትሓፍ ንደገፍቲ ናፖሊ ተሰናቢቱ ኣብ ክለብ ሃገሩ ዳይናሞ ባቲዩሚ ዓሰርተ ሓደ ጸወታታት ጥራይ ዝተጻወተ ሸሞንተ ሹታት ብምቑጻር ኣብ ዓይኒ ክለብ ናፖሊ ዝኣተወ ክቫራትስክሊያ ኣብ ክልተ ሽሕ ዕስራን ክልተን ብ ዓሰርተ ሰለስተ ነጥቢ ሰለስተ ሚልዮን ዩሮ ናብ ኢጣልያዊት ክለብ ናፖሊ ዝተዛወረ ክኸውን ከሎ ነታ ጋንታ'ውን ድሕሪ ሰላሳን ሰለስተን ዓመት ተዓዋቲት ሴሪኤ ክትከውን ሓጊዝዋ'ዩ። ደገፍቲ ናፖሊ ዳግማዊ ማሮዶና እናበሉ ዝጽውዕዎ ዝነበሩ ክኾኑ ከለዉ፣ ኣብ ክለብ ናፖሊ ዘለዎ ስታቲክስ ምስ ንርኢ ካብ ሚእትን ሸውዓተን ጸወታታት ሳሳ ሸቶታትን ኣሲስትን፣ ሴሪኤ፣ ብሉጽ መንእሰይ ተጻዋታይ፣ ቻምፕዮንስ ሊግ፣ ተወሳኺ ልዕሊ ዓሰርተ ክልተ ሽልማት ዝረኽበ ብሉጽ ተጻዋታይ ምዃኑ ዘመስከረ እዩ።